ንከምህረና ኢልና ኢና ናካባና ተማሒርናሉ ንዓኩም ውን ከም ተማሃርሉ ኢለ ሒዘ ዝመጽእ ካብኡ ከዓኒ ብሓደ ክንማሃር ብሓደ ኮይና ክንብቦ ብሓደ ኮይና ተዝጠቅመና ክንወስደሉ ክንወሰዶ ኢለ እየ ሒዘ ዝመጽእ እሞ እቲ ኩሉ ግዜ ዘሕልፎ ላይክ ናገበርኩም ኮመንት ናገበርኩም ተታብዑኒ ዘለኹም ክብረት ይሃበለይ ሕጂ ውን ምትባዕኹም ኣይፈለየኒ ቤተሰብ ዘይኮንኩም ዶሞ ቤተሰብ ሳብስክራይብ ብምግባር ቤተሰብ ኮንኩም ኣታባብዑና እች እምበኣር ናፍታ ሎሚ ከዓ ሒዘያ መፅየ ዘለኹ ንብዓት ናይ ቶም ኣቦ ትብል ኣምሃሪት ዝበልክዋ ሓቢርና እስቲ ንመሃረላ ሰናይ ምክታል ንብዓት ናይቶም ኣቦ። ሓደ ኣቦ ኩሉ ግዜ ኣብ ቤተ ክርስትያን እንዳተረከቡ ጸሎት ኪዳን ጸሎት ቅዳሴ ኩሉ ግዜ ብዘይ ምቁራጽ የብጽሑ ነበሩ። ሓደ መዕልቲ ኣብ ኣገልግሎቶም ከለዉ ብተመስጦ ደው ኢሎም ክበኽዩ ጀመሩ። ንብዓቶም ድማ ናብ መሬት ጥብ ጥብ ክብል ጀመረ። እቶም እቶም ህዝቢ ኣብ ቤተ ክርስትያን ዝነበሩ ድማ ኣዝዮም ሰንበዱ፣ እንታይ ኮን ኮይኖም ይኾኑ ኢሎም ድማ ሓዘኑ። ንሶም ግን ገለ ነገር ብትሑት ድምጺ ዝደጋገም ቃል ከውጽኡ ከለዉ እቶም ህዝቢ ይዕዘብዎም እሞ ገለ ካብቶም ህዝቢ ናብቶም ኣቦ ብምቕራብ፣ ሰምዕዎም። ኦ ጐይታ ተለመነኒ፣ ንኽቡር ደምካን ንቕዱስ ስጋኻን ኣብቅዐኒ እንዳበሉ ድማ ብተመስጦ ዘረባኦም ቀጸሉ። እቶም ምእመናን ድማ ተገሪሞም ኣቦና እንታይ ኢኹም ትብሉ ዘሎኹም? ብኣግርሞት ሓተትዎም። እቶም ኣቦ ድማ ጐይታይ ንዓ ንዓኻ ንምግልጋል ንኽቡር ደምካን ንቕዱስ ስጋኻን ኣብቅዐኒ ይብል ኣሎኹ ክብሎም ክብሉ መለሱሎም። ሽዑ እዮም ምእመናን ብምግራም ኣቱም ኣቦና ክንድዚ ዝኣክል ዘመን ኣገልጊልኩምና ምሂርኩም እምነትና ኣፍሊጥኩሙና፣ ንኽንሳእ ንኽንሳሕ ምዒድኩሙና፣ ብንስሓ ተሓጺብና ድማ ናብ ክቡር ደሙን ቅዱስ ስጋኡን ዘብጻሕኹሙና እኮ ንስኹም ኢኹም። ንዓኹም ቆሪብኩም ንዓና ዘቕረብኩም ዘቕረብኩሙና ንስኹም ኢኹም። ሕጂ ደኣ ከመይ ኢልኩም ከምዚ ትብሉ ኣለኹም? ሽዑ እቶም ኣቦ ፍቕሪ ናይ መስቀል ተረዲኡኒ ንሰብ ዘይኮነስ ንርእሰይ ክብል ዘገልግለሉ ነቲ ስጋኡን ደሙን ዝሃበኒ መድሃኒኣለም ፍቕሩ ተረዲኡኒ ስጋኡን ደሙን ዝቕበለሉ ማዕልቲ እየ ዝልምን ዘለኹ ኢሎም መለስሎም። ሓወይ ኣብዚ ዘለናዮ ዘመን ከምዚ ዝዓይነቱ ኣገልግሎት በየ በየብያቱ ዝበዝሓሉ ዘመን ኢና ዘለና። ንሰብ ንሰርሕ ወይ ናይ ኣገልግሎት ግዴታ ኮይኑና እነገልግል በየኣብያተ ክርስትያናቱ ዘሎ ዘለዉ ኣቦታት ክምሰሉ ኣገልግሎት ማለት ብፍቃድካ እትቅበሎ ባርነት እዩ ከም ዝብሉ ብከምዚ ዓይነት ክንጉዓዝ ኣኣብ ክንዲ ዝግበኣና ሰብ ክጅምር ጣዕሙ ከይተረደኣና ዝጀመርና ሰብ ክገድፎ ድማ ነቲ ሰብ ርኢና መንፈሳዊ ሂወት ኣገልጉሎት ዝገደፍናዮ ብዙሓት ኢና ገለ ገለ ድማ ቤተክርስትያን ምኻድ ምጻም ምጽላይ ምስጋድ ምቕዳስ ምዝማር፣ ምስባኽ፣ ነጸላ ምልባስ ከም ግዴታ ወይ ከም ሕጊ ኢልና እነተግብሮ መቸም ብዙሓት ኢና። መዓዝ ኮን ንኸውን ፍቕሩ ተረዲኡና ስለ ፍቕሩ ኢልና እነስተብግብሮ? እተፍቅሩኒ እንተ ኾይንኩምሲ ትእዛዘይ ሓልዉ፣ ዮሃንስ ምዕራፍ ዓሰርተ ሓደ ምዕራፍ ዓሰርተ ኣርባዕተ ፍቕዲ ዓሰርተ ሓሙሽተ፣ ሰብ ክርእየና ኢልኩም ሰብ ክርእየና እዩ ኢልና ሓጥያት ካብ ምስራሕ እንገድፎ ብዙሓት ኢና። ኣምላኽ ክርእየና እዩ፣ ሲኦል ክንኣቱ ኢና ኢልና ፈሪሕናስ ካብ ሓጥያት ምስራሕ ንፈርሓሉ መዓዝ እዩ? ንቓሉ እንፈርሕስ መዓዝ እዩ? እንሆ ቐልጢፈ እመጽእ ኣሎኹ፣ ንነፍሲ ወከፍ ከከም ግብሩ ኽፈድዮ እየ። ዓስበይ ምሳይ እዩ። ራእይ ምዕራፍ ዕስራን ክልተን ፍቕዲ ዓሰርተ ክልተ ግን ስለ ፍቕሩ ኢልና፣ ፍቕሩ ተረዲኡና፣ ሓጢኣት ዝኾነ ኹሉ እንገድፎ መዓዝ እዩ? እናሰበኽና፣ እናዘመርና፣ እናቐደስና፣ እናኣቐደስና ዘይሓደርና ፍጹም ዘይደሓንና ፍጹም ፍቕሩ ዘይተረደኣና ብዙሓት ኢና'ሞ ስለ ፍጹም ፍቕሩ ኢሉ ፍቕሩ ይሃበና። ሀበነ እግዚኦ ኣእይንተ ኣእምሮ ወትረ ኪያከ ይርእያ ወኣእዛንሂ ቃለ በ ቃለ ዘበሃቲትከ ይስማዓ ኦ ጎይታ ኩሉ ግዜ ንዓኻ ዝርእያ ኣዒንቲ ኣእምሮን ንዓኻ ጥራይ ዝሰምዓ ኣእዛን ናይ መንፈስን ናይ መንፈስን ሃበና ወስብሃት ለእግዚኣብሔር ወለወላዲቱ ድንግል ወለመስቀሉ ክብር ይኹን ኣሜን ዝወደቐ መጠኑ ኣፈ ትጉሃን መላእክት ይተኣረበለይ ብሓቂ ኣነስ ንባዕለይ እተግብሮን ዋብ ተግባር ክነውዕሎን እግዚኣብሄር እንግዘኣሉ ይሃበና ከምዚ ዘንበብኩዎ ጋእጋእ እናበልኩ እኳ ነይረ ግን ሓደ ሓደ ግዘ ናብ ስራሕ ገለ ተሃጽጽኻ ዓድማትኪ ኮይንካ እሞ ጋእጋእ እናበልኩ ግን ይደግሞ ስለ ዝነበርኩ ናብቲ ዝደግሞ ዝነበርኩ ቃል ኣስተውዒልና እቲ ዋና ትምህርቲ ንውሰድ ዋና ትምህርቱ ብዙሕ እዩ ኣዚና ፍቅሩ ክርደኣና ነጸላ ለቢስና ነሹም ኦርተደጉስና ኢልና ከምዚ ኣነ ዝኾንና ብዙሓት ኢና እሞ ናብ ቤቱ ይምለሰና ጀሚርካ ጀሚርና ንሓድጎ ብዙሓት ኢና እሞ ናብ ቤቱ ይምለሰና ብዙሓት ካብ ባዕለይ ጀሚርካሲ መንፈሳዊ ከይተረደአና ግዲ ኣቲናዮ ኮይንና ኣቲናሲ ካብኡ ካዓ ብዝኮነ ነገር በቃ ቀልጢፍና ንሓድጎ ከይተረደእና ሰብያ ይኣቱ ኣሎ ኢልና ንኣቱ እሞ ይከድያ ኣሎ ኢልና ንከድ እሞ ከይተረደእና ፍቅሪ እግዚኣብሔር ከይተረደእና ንኣትዎ እሞ ድሓር ካዓ ንውድቀት ኣብ ቀረባ ንከውን ንእሽተይ ይዕንቅፈና ንገድፎ ኣብኡ ነይርካ ክትገድፎ ከለካ ካዓ ዓብይ እንታይ ሽሙ ፈተ በቃ ክትመሎሰስ ኣይትክእልን ኢካ ስለዘጋጥመኒ ንባዕለይ እና ክብራት ኣሕዋተይ በተለይ ዝጀመርና በተለይ ክንጅምር ኣርቂቅና ፈሊጥና ፍቅሪ እግዚኣብሔር እንታይ እዩ ቃል እግዚኣብሔር እንታይ እዩ ኢልና ንክንድሕን ንክንመሓር ፈጣሪ ከዓ ክንደይናይ ከም ዘፍቅረና ክንደይናይ ንዓና ብዙሕ ነገር ዝኾነልና ርኢና ተረዲእና ተረዲእና ክንኣትዎ ኣለና ምክንያቱ ኣነ ብዙሕ ነገር ስለ ዘጋጥመኒ እዩ ኩሉ ነገር ሞኪረዮ ጀሚረዮ ግድፍ ስለዚ ካብ ጀሚርካ ምግዳፍ እግዚኣብሄር ይምሓረና ዘይገብሮ ስለ ዝኾንኩ ኣስፊሒ ክዛረበሉ ይከኣልኩን ምክንያቱ ንባዕለይ ኣብኡ ነይረ ገዲፈ ናብ ካልእ ዓለም ንኣትኹ ትምለሶ ትገድፎ ብዙሕ ዝብርቕርቕ ዝበለ ሂወት ክትሕዝ ከለኻ ብዙሕ ነገር ዘጋጥመካ ካብኡ ድካማታት ሕጂ ኣብነት ዝኾነ ነገር ኣበ መንፈሳዊ ነይርካ ዝኾነ ነገር ንእሽተይ ነገር ክተጋጥመካ ከላ ጭንቅሲ ተጨኒቅካ ክንዲ ናብ እግዚኣብሄር ምኻድሲ ካብኡ ምህዳም ኢኻ ትመርፅ ማለት ኣይተረደእካን ዘሎ ማለት እንታይ እዩ ዘፅንዐካ ግን ዘፅንዐና ንዓና ናብ ባዕሉ ተመሊስና ጸሎትና ብንብዓትና ብመዝሙርና ብኩሉ ኢና ክርደአና ዝግባእ ብኩሉ ኢና ክንጸንዕ እውን ንኽእል ፍቅሩ ተረዲእና ንኣትዎ ኣለና እግዚኣብሄር ናብ ቤቱ ይመልሰና ናብ ቤቱ የቕንዐና ሓጢኣትና ይቅረ በሃሊ እግዚኣብሄርስ ራህራህ እሞ ይጽበየና ኣሎ እሞ ኣብ ንስሃ በቒዕና ናብኡ ተመሊስና ነገልግሎን ነመስግኖን ዝገበረልና ክሉ ብሰዓቱን ብግዜኡን ብቲ ዝኣዘዘና ክንከድ ከዓ ባዕሉ ይርደአና ባዕሉ ይሓግዘና ክብራት ኣሕዋተይ ዘይትነብረሉ ምዝራብ ክኽብድ ይብሉ ግን ከዓ ሰብ የምህር እዩ ኣብኡ ክንነብር ከዓ ኣብቲ ቤቱ ከዓ ፈጣሪ ይሓግዘና ዝወፃእና ክምልሰና ኣብ ካልእ ዓለም ዘለና ናብ ቤቱ ክንምለስ ፈጣሪ ይሓግዘና ንሱ እዩ ሰላማዊ ኩሉ ነገር ጭንቀትካ ዝቕንጥጥ ናይ እግዚኣብሄር ቃል እዩ ኩሉ ነገርካ ዝቕንጥጥ ናይ እግዚኣብሄር መዝሙር እዩ ዝኾነ ነገር በቃ ኣብ ውሽጥኻ ሕጉስ ክትኮን ዝገብረካሲ በቃ ንሱን ንሱን እዩ መማረፂ ዘይብሉ እግዚኣብሄር እዩ ስለዚ ተጨኒቕና ናብኡ፣ ሓዚንና ናብኡ ክንቀርብ ኣብ ክንዲ ዝግበአና ተጨኒቕና ኢልና ካብ ቤቱ ምውፃእ፣ ሓዚንና ኢልና ካብ ቤቱ ምውፃእ ብጣዕሚ ሓደገኛ እዩ። እዚ ናይ ሸይጣን ተስፋ ምቑራፅ እዩ ማለት እዩ። ስለዚ ከምኡ ዝኾንና ብዙሓት ኣለና እሞ እግዚኣብሔር ናብ ቤቱ ይምለሰና። ዝተጨነቕና ከዓ ናብ ቤቱ ንጉየ እምበር ናብ ሰብ ወይ ከዓ ናብ ናብ ዝኾነ ዓለማዊ ኣይኮነን። ናይ ዓለማዊ ዓለማዊ እዩ ተራፊ እዩ። ሰማይን ምድርን ክሓልፉ እዮም ቃለይ ግን ኣይሓልፍን ኢሉ እዩ ስለዚ እዛ ሰማይን ምድርን እዚኣስ ክትሓልፍ እያ ንሕናስ ክንሓልፍ ኢና ኩላትና ዘይሓልፍ ቃል እግዚኣብሔር ስለ ዝኾነ ግን ናብ ቤቱ ክንከድ ናብ ቤቱ ክንምለስ እዩ ዝግበአና እሞ ብፍቅሩ ተረዲእና ፍቅሩ ፈሊጥና ክንደይናይ ዘፍቅረናን ክንደይናይ ንዓና ዝኾነልና ማዕረ ናብ ምድሪ ወሪዱ ንዓና ፍቅሩ ፍቅርና ስሒብዎ ዘድሐነና ፈጣሪ ተረዲእና ክንደይናይ ምስ መዓት ሓጢኣትና ዝሕልወና ዘሎ ፈጣሪ ንዓና በቃ'ሲ ሓንቲ ነገር ንኸይትረኽበና ዋላ ሓጥያትና እዩ ዝጸልእ ንዓና ኣይጸልኣናን እቲ ሓጥያትና ከዓ ብንስሓ ክንሕጸቦ ገይሩልና እሞ ኣብ ንስሓ የብቀዐና ሰላም ንዓድና እቲ ወሪዱ ዘሎ ሕማቕ መከራ ችግር ንህዝብና ሰላም ይግበረልና ኩናትን ወረ ኩናትን የጥፈአልና ፈጣሪ ኣብ ስደት ዘለና ድሞ ብሰላም ዓድና ኣኻኺቡ ኣብ ንሳ ኣብቂዑ ናብቲ ቤት የብቅዐና ክብራት ኣሕዋተይ ኣይ ዘረባ ዘባሪቀ ይከውን ይቅርታ ክኢለ ዘይኮነ መስ ዝስመዐካ ንባዕልካ ክትምህርን እታ ውሽጥካ ምሽ ሕዚ ንትብል ኣብ ዘለካዮ ኩነታት ሪኢካ ንውሽጥካስ ምኮሮ ምኮሮ ይመፀካ ንማንም ኣይኮንካን መቸም ኣነ ፈልጠ ዝመክር ገለ ዘይኮንኩስ ንማንም ዘይኮን ንነብሰይ ክመክራ ስለ ዝደሊ እዩ